እቲ ጽሒፈዮ ዘለኹ ቃልሲ ህዝቢ ትግራይ ወይ ድማ ቃልሲ ዝካየድ ዘሎ ቃልሲ በዓል መን እዮም ዕንቅፋት ክኾኑ ዝኽእሉ ብዙሕ እዩ ጠብዓ ዕንቅፋት ዘለዎ ግን ሓደ ሓደ ኣነ ዝተረኣየኒ ኣብዚ ዶ መቐነ ወይ ድማ ኣብዚ ኩነታት ዘሎ ሕጂ ክዛረበሉ ዝደለይኹ ነጥብታት ኣሎ እግሪ መንገድና እንዳኸድና ክንዛረበሉ ማለት እዩ ብተረፈ ኩሉ ትፅሕፍዎን እቲ ልእኽለይን ትድውሉለይን ብጣዕሚ ክመስግን ይደሊ ኩሉ ግዜ ሳፖርት ናትኩም ትገብርዎን ብጣዕሚ እየ ዘመስግን እቲ ቃልሲ ኩልኻትኩም ትከታተልዎን ዲኹም ዘለኹም በቲ ሰበር ዜናታት ዝመፅእ ኣነ ኩሉ ግዜ እኮ ከም ዝሰብር ዜና ገላ ይዛረብን ግን ሓደ ሓደ ነጥቢ የልዕለ እየ ሎማዓንቲ ኣገዳሲ ዝነበረ ናይ ኸይርያ ኢብራሂም ማለት እዩ ኣብ እስር ቤት እንታይ ኢላ ከም ተዛረበት ሰሚዕኹም ኢኹም ኣውሪድኩም ኣለኹም ኩልኹም ጀግና ጓልቶም ጀጋኑ ክዛረብ ክምስክር ተኾይነ ብዛዕባ እቲ ኣብ ህዝበይ ዝወርድ ዘሎ ኣብ ኣዴታተይ ኣብ ኣሕዋተይ ኣብ ደቀይ ዝወርድ ዘሎ ፀገማት እየ ክዛረብ ክምስክር ኢላ መልሲ ሂባቶም ተባሂሉ ቆፀራ ሂቦሞም መስለኒ ሓደ ካብቶም ዳኛታት እውን ሓሪቑ ተሲኡ ከይዱ ተባሂሉ ይብሉ ቆራፃት ከምዚ ቆራፃት ተቃለስቲ ክትርኢ ከለካ ደስ ይብለካ ኣብ መስመሮም ኩሉ ግዜ ቀጥ ዝበሉ ኩሉ ግዜ ሓቀኛ ተቃላሳይ እንድሕር ኮይኑ ኩሉ ግዜ ኣብ መስመሩ ቀጥ ዝበለ እዩ ስለዚ ብጣዕሚ ፅቡቅ ኩነታት እዩ ተስፋ ንገብር ፅቡቅ ኣብ ብሰላም ክትወፅእ ብሰላም ኩላቶም ክወፁ ምክንያቱ ማንም ክጉዳእ ንመብቱን ንመንነቱን ህላውነቱን ብኡ ምክንያት ሰብ ክእሰርን ብዙሕ ጨፍጫፍ ክወርዶ ኣብዚ ንሪኦ ዘለና ሰዓት ብጣዕሚ ዝሕዝን እዩ ትግራዋይ ዝረኽቦ ዘሎ ዓብ ሽግራት እዩ ማለት እዩ ወሰን የብሉን በቃ ዝወርዶ ዘሎ ፀገማት ሲ ብክንደይ ኢልካ ኢኻ ክትፈቕዶ ክንደይ ኢልካ ኢኻ ክትፈቕዶ ነቲ ጸላኢ ዝወርዶ ዘሎ ጥራይ ዘይኮነሲ ብብዙሕ ሸነኻት ከኣ ነቲ ቃልሲ ናሃቱ ንክባላሾ ዝጽዕር ዘሎ ብዙሓት ሰባት ከይተረፈ ንዕዘቦ ንሪኦ ኣለና ማለት እዩ ስለዚ ቀሊል ኣይኮነን እዩ እዚ ኩሉ ሽግራት ክኢልካ ኣብቲ ዘለኻዮ ዝኣመንካሉ ቃልሲ ክትከይድ ቀሊል ኣይኮነን ቀዳማይ ነገር እዚ ቃልሲ እዚ ናይ ሕወሓት ወይ ናይ ዝኾነ ውድብ ጥራይ ቃልሲ ኣይኮነን። ወላ ሕወሓት ተሃለወት ወላ እቶም ካልኦት ውድባት እንተሃለው ኩላትና ክንርዳእ ዘለና እዚ ቃልሲ እዚ ቃልሲ ህዝቢ እዩ። ናይ ህዝቢ ቃልሲ እዩ። በቃ ኩሉ ሰብ ዝተሰኣሉ እዩ። ምክንያቱ ንኩሉ ሰብ ዝምልከት ስለዝኾነ ንኩሉ ብመንነቱ ብህላውነቱ ስለ ዝመጽዎ ናይ ማንም ውድብ ኣይኮነን ኢሉ ዝቃለስ ዘሎ ምክንያቱ ኩሉ ሰብ ኣባል ኣይኮነን ናይ ውድባት ኩለን ውድባት ዘለዋ ኣባል ኮይኑ ይኮነን ዝቃለስ ዘሎ ግን ደጋፋይ ክህሉ ይኽእል ተቃዋማይ ክኸውን ይኽእል ፍርቂ ዝድግፍ ይኽእል ውሕድ ዝተፈላለየ ክኸውን ይኽእል ድሓር ንሕና ብሕልፊ ኣብ ኤሮጳ ዘለኹም ኣብ ኣሜሪካ ዘለኹም ጸበብቲ ጸቢብ ኣተሓሳስባ ዘለኩም ኣነ ይገርመኒ እዩ ምክንያቱ ብዙሓት ክትሰምዕ ከለኻሲ ዝኾነ ሰብ ሓደ ሰብ ገለ ተዛሪቡ ወይ ሓደ ጽሑፍ ኣውሪዱሲ ሆ ትብልዎ በቃ ከምዚ መሰል ዘይብሉ በቃ ክዛረብ የብሉን ርእይቱ ሓሳቡ ክገልጽ የብሉን ሓሳብካ ምግላጽ ማለት እኮ ምቅዋም ማለት ኣይኮነን ኩሉ ግዜ ሓሳብካ ክትገልጽ ክትክእል ኣለካ ምክንያቱ እቲ ምዕባለ ዝመጽእ እውን እንድሕር ሓሳብ ዝገልጽ ኮይኑ ተሰምዖ ዝርኢ ዘብጽሕ እንድሕር ኮይኑ እዚ ይሐሸና እዚ ይጎድኣና ዝብል እንተ ኮይኑ እዩ እምበር እንድሕር ከምኡ ኮይኑ ደኣ ካብቶም ዲክታቶር መንግስትታት እንታይ ዝፍለ የለ ማለት እዩ ወልሓንቲ ዝፍለ የብሉን ስለዚ እዚ እዚ ጠባያት እዚ ሰብ ክመሃሮ ንካልእ ሰብ ከዓ ከምህረሉ ተስፋ ንገብር ምክንያቱ ዲሞክራሲ ዝበሃል ብዙሕ ሸነኻት ምስ ሓለፈ እዩ ዲሞክራሲ ዝበሃል ክነወዳድሮ ኣይንኽእልን ምስ ናይ ኤሮጳ ምስ ናይ ኣሜሪካ ልክዕ ምክንያቱ ይፈላለዩ ናይ ትምህርቲ ደረጃ ናይ ፍልጠት ደረጃ ናይ ኩነታት ደረጃ እቲ ህላውነት ደረጃ ሓደ ሰብ ጋና ከብዱ ዘይመለአ ጠምዩ ዝሓድር ጠምዩ ዝውዕል ብዛዕባ ዲሞክራሲ እንታይ ክምልከቶ ንዑ እንታይ ዲሞክራሲ ወላ መንግስቲ ወላ ፖለቲካ ወላ ገለ እንታይ ይገብረሉ ንዑ ወላ ሓንቲ እታ ቀንዲ ተድልዮ ንዑ እታ ንዑ ንደቁ ንዓንጊሉ ክኸይድ ዝኸእለላ እቶት ወይ ድማ እታ ስራሕ እዩ ዝሓስብ ማለት ስለዚ እቲ ዓብ ደረጃ በጺሖሞ ዘለዉ ኤሮጳውያን እንታይ እንታይ ምሰማሉ እዮም ኣብዚ ደረጃ በፂሖም ክንሓስብ ኣለና ግን ንዑ ከዓ እቲ ኣብ ፅቡቅ ኩነታት ዝነብር ህዝቢ ኣብ ዲሞክራሲ ዓድታት ዝነብር ህዝቢ ነቲ ካልእ ተስፋ ኮይኑ ፀፅቡቁ ደኣ ክምህሮ ኣለዎ እምበረይ እሱ ንባዕሉ ኣብ ወጻኢ ኮይኑ ንሱ ዝኸፈአ ዲክታቶር ክኸውን ኣይግባእን። ሓደ ኣነ ካብ ተዓዘብኮ ብዙሕ ነገራት ማለት እዩ ኣብ ጽሑፍ ክወርድ ከሎ ኣብ ገለ ክብል ከሎ በቃ በሎ ሆ በሎ ሆ በሎ እዩ በቃ ኩሉ ሆ እዩ ዝብል ኣነ ይገርመኒ ክሓ ብጀካ ኔጋቲቭ ተዘይኮይኑ ሲ ፖሲቲቭ ዝጽሕፉስ ብጣዕሚ ውሕዳት እዮም ውሕዳት ናብ ናብ ኣታክን ናብ ኔጋቲቭን እዩ ዝትስእ ኩሉ ሰብ ኣታክ በቃ ኣታክ ከመይ ጌርካ ነዚ ሞራሉ ክተውድቑ ክትድህሎ ገለ ክትገብሮ ኣለካ እዩ ዝፅዕር ብተፈላለየ ሓሳብ እየ ዘልዕል ዘለኹ ስፔሲፊክ ጉዳይ ኣይኮነን ወላ እንተሃለወ ብዛዕባ ክዛረብ ስለ ዘይደሊ ሕጂ ግን ብሓፈሹ ዝረኣኽዎ ማለት እዩ ስለዚ ሓደ ካብቲ ናይ ዲሞክራሲ ጠባይ ክትሰምዕን ክትስማዕን ሰሚዕካ ኣዳሚፅካ ከዓ ዘድልየካ ትቕበሎ ዘየድልየካ ከዓ ቶለራንስ ጌርካ ትኸይድ ተወዲኡ ናይ ግድን ኣይኮነን ኣነ ኩሉ ሰብ ክቐበለኒ ናይ ግድን ኣይኮነን ኣነ ናይ ኩሉ ሰብ ሓሳብ ክቕበሎ ግን እቲ ዘራኽበና የራኽበና እቲ ዘይራኽበና ከዓ ንዑ ገዲፍና ኣብ ዘራኽበና ጉዳይ ኣስተውዒልና ክንሰርሓሉ ንኽእል ክንምዕብለሉ ንኽእል ሕጂ ኩሉ ግዜ ሓደ ሃገር እንታይ ፕላትፎርም ኣለዎ ኣጸቢቑ ዘራኽበና ኣብኡ ኣብ ምፍልላይና ዘይኮነ ኣብቲ ዘራኽበና እሱ እዩ ትቐንዲ ምክንያቱ መብዛሕትኡ ግዜ እቲ ዘፈላለየካ ብጣዕሚ ንኡስ እዩ ውሕድ እዩ እቲ ዘራኽበካ እዩ ዝበዝሕ ምክንያቱ ኩላህና ደቂ ሰባት ኢና ሓደ እሱ ማለት እዩ ስለዚ እዚ ቃልሲ እዚ ቀሊል ቃልሲ ዘይኮነን ብዙሓት ጸላእቲ ዘለዎ እዩ ከም ዝተከታተልኩሞ ኣብዚ ሸውዓተ ወርሒ ክንደይ ክንደይ ጉዳጉድ ርኢና ሰሚዕና ማለት እዩ ሕጂ እውን ይቕጽል እዩ ዘሎ ልክዕ ሓቅን ማይ እንዳሓደረ ይጸረ ከም ዝብልኦ ወለድና ብዙሕ ሓቅታት ይወጽእ ኣሎ ብዙሕ ሓሰት ሓሰውትን ሓሶትን ይቃላዕ ኣሎ ምክንያቱ ሓሶት ንሓፂር ግዜ እዩ ዝጓዓዝ ነዊሕ ኣይከይድን እዩ ሓሶት ሓሶት እግሪ የብሉን ይብሉ ክምስክሩ ከለዉ ዓረብ ኣልከዝብ ማሉ ርጅሌን ሓሶት እግሪ የብሉን እንታይ ማለት እዩ እግሪ የብሉን ንነዊሕ ኣብ መሬት ዝፀናሕ ኣይኮነን የብሉን ምክንያቱ መበቆሊ ስለ ዘይብሉ ሓሶት ስለ ዝኾነ ረቢ ልዓለሚን ሓሶት ኩሉ ግዜ ሓሶት ዋጋ የብሉን ውዒሉ ሓዲሩ ክወፅእ እዩ ሓቂ ግን ሓቂ እዩ ትመላሊስካ ክትደግሞ ትኽእል ክትዛረበሉ ትኽእል ኣይርሳዕን ንግዚኡ ክጋነን ይኽእል ከካፍኦ ሰብ ይኽእል ግን ክወጽእ እዩ መጠረሽትኡ ሓቀኛ ምዃኑ እዚ በዓል ሓቂ እዩ ዝወጽእ ስለዚ ሓቂ ክወጽእ ክትርኢ ከለኻ ካብ ብጣዕሚ ኢኻ ትሕጎስ እቶም ፈሻኩል ሓሰውቲ ወረኛታት ሙናፊቂን ሙናፊቂን እዚኦም ሙናፊቂን ክልተ ክልተ ገጽ ዘይኮነ ዒስራ ገጽ ዘለዎም ዝጋላበጡ ዝውዕሉ እዚኣቶም ክፈሽሉ ከለዉ ክትርኢ ከለኻ ብጣዕሚ ተሕጎስ ምክንያቱ ሓቂ ስለ ዝወጸ ሓቂ ስለ ዝወጸ ሕጂ ከኣ ንሪኦም ኣለና ክንደይ ዓበይቲ ናይ ፖለቲካ ሰባት ይኹኑ ወላ ዓላ ሙስተዋ ኣናእሽተይ ዋጋ ዘይብሎም ይኹኑ ኩሎም ይቃልዑ ኣለዉ ምክንያቱ እቲ ደም ህዝቢ ትግራይ እቲ ናይ ንጹሃት ደም ስኢሉ ኮንቲ ኣይኸይድን እዩ ኣይጠፍእን እዩ እዘን ኩለን ኣሕዋትና ዝድፈራ ዘለዋ ተደፈራ ብክንደይ ኣሽሓት በጺሐን ዘለዋ ተቆረጹ ቆልዑት እግሮም ንሪኦም ኣለና ክልተ ባምቡላ እግሮም ገይሮም ክኸዱ ደቂ ሓሙሽተ ዓመት ናይዚኦም ፍጹም ኣይጠፍእን እዩ ኣይከይድን እዩ ስለዚ ብዙሕ ዕንቅፋት የጋጥሞ ኣሎ ሓደ ባዕሉ ካብቲ ተቃላሳይ ባዕሉ ብዙሕ ጌጋታት ዝገብሮ ክህሉ ክእሉ ሓደ እቲ ተቃላሳይ ኮይኑ ኣብቲ ቃልሲ መቃልስቱ እንድሕር ዘይፈሊጡ ፀላኢኡ እንድሕር ዘይፈሊጡ መዓስ መዓስ ይዛረብ ኣብ ምንታይ ቦታ እንድሕር ዘይፈሊጡ ብዙሕ ዕንቅፋታትሲ ነቲ ቃልሲ ንኹሉ ብሓፈሽኡ ሕጂ እዚ ቃልሲ እዚ ድማ ናይ ውልቀ ሰብ ቃልሲ ስለ ዘይኮነ ኩላህና ክንጥንቀቕ እዩ ዝግብኣና ኩላህና ንውልቀ ኣይኮነን ዝቃለስ ዘሎ ብሰዓት እዚ ንውልቀ ረብሓ ዝቃለስ ተኮይኑ እውን ክወፅእ እዩ ክፍዳሕ እዩ ክርከስ እዩ ከምዚ ሕጂ ንሪኦም ዘለና ናይ ብልፅግና ናይ ትግራይ ባንዳታት ኩላቶም ንረብሐኦም ንወንበሮም ንስልጣኖምሲ ህዝቢ ትግራይ ንክፀንት ይተሓባበሩ ኣለዉ ምስ ኣምሓራ ኮይኖም ይተሓባበሩ ኣለዉ ምስ ሻዕብያ ኮይኖም ይተሓባበሩ ኣለዉ ብጣዕሚ ዝገርም እዩ ብጣዕሚ ዝሕዝን እዩ ደቂ ዓዲ ተወሊዶም ዝዓበይሉ ሃገሮም ህዝቦም እሕሊፎም ባዕሎም ዝህቡ ማለት እዮም ከም ናይ እዚኦም ባንዳ ባንዳነት ወይ ድማ እሕሊፍካ ምሃብ ኣይተረኣየን ኣብ ካልእ ዓዲ እኮ ኣለዉ እዮም ጀዋሲስ ኣለዉ እዮም ስፒን ክኾኑ ይኽእሉ እዮም ንሓንቲ ዓዲ ኣጀንቲ ኮይኖም ይሰርሑ ገለ ይገብሩ ግን ከምዚ ናይ ከምዚ ዓይነት እዚ ኣይረኣይን እዩ ብዙሕ ንህዝብኻ ኮምፕሊት ለሕሊፍካ ንክህብ ብጣዕሚ ነውሪ እዩ ኣብነት ሕጂ ብተፈላለየ ደቂ ደቂ ምንታይ ዓዲ ምክብሉ ብደቂ ብግብፂ ወይ ገለ ወይ ካልኦት ክትሰምዖም ከለኻ ሓደ ንህዝቡን ንዓዱን ኣሕሊፉ ዝሃበ ኩሉ ሰብ እዩ ክኽ ዝብሎ ብጣዕሚ እዩ ሰብ ፀልኦ ንሳቶም ከዓ ብብዝሓት እውን ብዙሓት እዮም የብሎምን ማለት ዘይኮነ ግን በቃ እቲ ኣብቲ ሕብረተሰብሲ ነውራም ኮይኑ እዩ ዝውሰድ ሕጂ ኣነ ብሓደ ክዛረብ ሓደ ይሰምዑ እንታይ ይብል ነይሩሲ ኣብ እንታይ እዮም ዝለቐቕዎ በቃ ወያነሲ ሽዱሽተ ወርሒ ኣብ ሽዱሽተ ወርሒ ዝስ ምንም ክትርኢ ስለ ዘይከኣለት ተደራደሩ ይብልዎ ኣለዉ ግን ክትደራደር ኣይመስለንን ትኽእል ስለዚ ሕጂ ባንዳ እኳ እዩ ሓደ ሕማቕ ባንዳ ሕጂ እንታይ ይሕሸና ኢሉ ምስዞም ዘለዉ መንግስቲ ናይ ብልጽግና ምስኦም ኮይናሲ ከመይ ጌርና ንዕኦም ተሓባቢርና ኣብቲ ናይ ትግራይ ዘሎ መንግስቲ ንተሓባበር ኢሉስ ይሰብኽ ነይሩ ማለት እዩ ከምኡ እዚኦም ሕጂ ኣብ ኩሉ ኣለዉ ማለት እዮም ኣብ ኩሉ ዓዲ እዮም ዘለዉ እቶም ባንዳታት ኣብ ኩሉ ዓዲ ኣለዉ እዮም ዓዲ ዓረብ ኣለዉ ኢሮጳ ኣለዉ ብገለ ኣለዉ ስለዚ እዚኦም ንባዕሎም ዓብ ዕንቅፋት እዮም ነቲ ቃልሲ ግን መሲልዎም እምበር እቲ ሓቂ እዩ ዝስዕር ንሳቶም ንጠቕሞምን ንኸብዶምን እዮም ዝሰርሑ ዘለዉ ንኸብዱ ንጠቕሚ ዝሰርሕ ከዓ እሶም እቶም ብልፅግና ይኹን ዋላ እቶም ካልኦት ከም ካርዳ እዮም ዝጥቀሙሎም ስጋብ ረብሐኦም ንዖም ዝጥቀሙሎም እምበር ክድርብዎም እዮም ዳሓሪ ዋጋ ይቆፅርዎምን ስለዚ ሓደ ሰብ ዘልኣለም ኮንቱ ኮይኑ እሱን ወላ ዘርኡን ብሕማቅ ዝለዓል እዩ ዝኸውን ማለት እዩ ስለዚ እዚኦም ዓበይቲ ሽግራት እዮም ኩሉ ግዜ ክነስተውዕለሎም ይግባኣና ምሳኻ ተቃላሳይ እንዳበለ ብውሽጡ ካልእ ሰብ ክኸውን ይኽእል እዩ ሕጂ ካልእ ይትረፍሲ ኣብዛ ሎሚ ቅነ ዝቐነናያ ዝረኣናያሲ ንሕና ፀላኢኻ ክትፈልጥ ኣለካ ኣነ በቲ ዝኣምነሉ ፀላኢኻ ፀላኢኻ እዩ ምክንያቱ ዝፈለጡ ቅድሚ ሕጂ ንዓኻ ዝሰርሐልካ ዝነበረ ጸላኢ ከመይ ጌርካ ህዝብኻን ሃገርካን ክጸንት ኢሉ ዝጽዕር ዝነበረ ሰብ ዝሰብኽ ዝነበረ ሰብ መቓልስትኻ ክኸውን ኣይክእልን እዩ ኣነ ኣይርዳእንን እዩ ከመይ ጌሩ ዝመቓልስትና ኢሉ ክወስዶ ዝኽእል ምክንያቱ ጸላኢ እዩ ብመሰረቱ ጸላኢ እዩ ሕጂ መጺኡ ወላ ሚእቲ ሽሕ ሕጂ ንኣብነት ኣብ ትግራይሲ እዞም ኩሎም ዝቀተልዎም መጽዮም ኣምሓሩ ወይ ኩኑ ዋላ ኤርትራውያን ይኹኑ መንግስቲ ተጋደልቲ ናይ ሻዕብያ ወላ ወታደር ናይ ሻዕብያ መጽዮምሲ ይቅርታ ተሓተትዎምሲ ሕጂ ኣብዚ ሰዓት እዚሲ ይቅበለዎም ዶ ሰብ ኣይቅበሎምን እዩ ፍጹም ኣይቅበሎምን እዩ ምክንያቱ እቲ ወፅዓ ስለ ዘብፅሕሎም ክገብሩ ይኽእሉ እዮም ንሕና ከዓ ቅድሚ ሕጂ ባዕሎም ኣብ ሶሻል ሜድያ ባዕሎም ኤርትራውያን ወፅኦም ኢሎም እዮም ንሕና ነዚ ስራሕ እዚ ትገብሮ ዘላ ሻዕብያ ንክ ንክሳኻዕ ኩላትና እጃምና ኣውጺና ኢና ኢሎም እዮም እጃምና ጌርና ኢና ንናትና ስራሕ ጌርና ኢና ተዓዊትና ኢና ወያነ ጥፊእናያ ኢና ኢሎም ተሓጒሶም ብይፋ ተዛሪቦም እዮም ስለዚ በዓል እዚኣቶም በዓል ከምዚኣቶም ሲ መልሓሰ ጥዒሞም ወላ ተመፀኹም ከመይ ጌርኩም መቃልስትና ኢልኩም ኢኹም ተኣምንዎም ከመይ ጌርኩም ኢኹም ተኣምንዎም ተጋሩ ከመይ ገርኩም እኹም ኣብ መኣዶም ከድኩም ሲ ንህዝቢ ትግራይ ይቃለሱልና ኢልኩም ሲ ትኣምኑ ኣነ ኣነ ብጣዕሚ እዩ ዝገርመኒ ብጣዕሚ እዩ ዝገርመኒ ስለዚ እዚኣቶም ንባዕሎም እቲ ከምኡ ገይሩ ኣሚኑ ዝኸይድ ትግራዋይ ዓብ ዕንቅፋት እዩ ዓብ ዕንቅፋት እዩ ዝኸውን ነቲ ቃልሲ ማለት እዩ ምክንያቱ ነቲ ናይ ባዕሉ ቃልሲ ከየዳምቕ ነቲ ናይ እንዳ ጸላኢኡ ከይዱ እዩ ዘዳምቕ ዘሎ ስለዚ እዚ ዓብ ዕንቅፋት እዩ ዓብ ጌጋ እዩ ስጋብ ስጋብ መዓስ ኢኻ እሞ ንሕና ስጋብ መዓስ ኢና ልቢ ክንገብር ካልእ ይትረፍሲ ኣሕዋትና ኣሕዋትና ኣሕዋትና ትብልዎም ዝነበርኩም ኣብዚ ሰዓት እዚ ኣሕዋትካ እንዳሞቱ ኣሕዋትካ እንዳጠፍኡ ህዝብኻ እንዳሃለቀ ኣሕዋት ትብሎም እንድሕር ኮንካ ደኣኒ ፈቐድኡ ሲስ ዝብሉ ዘለዉ ደኣ እንታይ ስለ ዝኾኑ ደኣ ኣሕዋትኩም ድዮም ደኣ ኣሕዋትኩም እንድሕር ኮይኖም ደኣ ዘይሓዝኑ ደኣ በዚ ዘጋጠመኩም ዘሎ ሽግር ወላ ሽሕ ናጽነት ይኹን ናይ ናጽነት ኢሎም የኽብሩ ደኣ እምበረይ ሓው እንድሕር ኮይኑ መርዓ ተነይርዎ ከማነይ ጠጠው የብል እንድሕር ናይ ሓው ሓዘን ኣለዎ ኮይኑ እዚኦም ግን ኣሕዋትና ስለ ዘይኮኑ ናይ ትግራይ ብጣዕሚ ስለ ዝሕጎሶም ስምዕዎ እተን ዓበይቲ ኣዴታት ኣንስቲ ከማን እንታይ ኢለን ደርፋ ከም ዝነበራ ዓንቶ ይሰምዕ ነይረሲ ንኢሳያስ ክንህድኦ ጀግና ነብሪ ክብልኦ እሞ ዓበይቲ ኣናእሽተይ ከማን ኣይኮነን ዓበይቲ ዓበይቲ ኣንስቲ ኣዴታትና ንዓና ኣዴታትና ዝኾና ኣንስቲ ኣቦታትና ዓበይቲ እዮም እንዳደርፉ ዝስዕስዑ ነይሮም ብጣዕሚ ሕጉሳት ምዃኖም እዩ ዘርእየኩም ኣብ ትግራይ ዝወረደን ኣብ ህዝቢ ትግራይ ዝወረደን ብጣዕሚ እዮም ሕጉሳት ስለዚ እዚኣቶም ከመይ ገይሮም እዮም መቃልስትኹም ክኾኑ ዝኽእሉ ፍጹም ኣነ ኣይርድኣንን እዩ መቃልስትኻ ክትፈልጥ ኣለካ ምክንያቱ እዚኣቶም ኣብ ውሽጥኻ ኣትዮም ዝሓባሩኹም በረይ ንህዝቢ ትግራይ ፅቡቅ ዝምነይሉ ስለ ዘይኮኑ ኣብ ጎንና ምሳና ተቐማቓልስትና ክኾኑ ኣይክእሉን እዮም ፍጹም ኣይክእሉን እዮም እዚኦም ከባላሽው እንተኾይኖም ሕጂ ሓንቲ ሓድነት ተግብሮም ከማናይ ናይ ትግራዋይ ጥፍኣት እያ ናይ ትግራይ ዕንወትን ናይ ትግራዋይ ጥፍኣትን ግን ንዕኦም ሓድነት ገይርዎ ሓድነት ገይሮም ኣይፈልጡን ዋይ ዕምሮም ተራ ኣይፈልጥን ሓድነት ናቶም ኣብዛ ናይ ትግራዋይ ጉዳይ ግን ሓድነት ገይሮም ኣብ ናይ ትግራዋይ ንክጠፍእ ንኽበርስ ግን ሓድነት ገይሮም። እዚ እንታይ እዩ ዘርእየካ ክንደየናይ ጽልኢት ከም ዘለዎም ኣብ ህዝቢ ትግራይ እዩ ዘርእየካ። ብጣዕሚ ዋድሕ ዝኾነ እዚ ዘይተረኣዮ ትግራዋይ ኣነ ኣይፈልጥ እንታይ ዓይነት ኣተሓሳስባ ኣለዎ ማለት እዩ። ስለዚ ንዓና ብጣዕሚ ጽቡቕ እዩ። ጸላኢኻ እንድሕር ፈሊጥካ ኢኻ እስኻ ክትጥንክር ትኽእል ክትፈልጥ ከመይ ጌርካ ንመጻኢ ክትሰርሕ ከም ትኽእል ከመይ ጌርካ ሕጊ ናይ ባዕልኻ ብናፍቖትካ ጌርካ ከቢርካ ክትነብር ትኽእል ምኽንያቱ ንሕና ንባዕልና ነብስና ዘየኽበርና ማንም ሰብ ከኽብረና ይኽእል እዩ ካልእ ይትረፍሲ ሰሚዖም ስለ ዘይፈልጡ ትግራዋይ ንዕኦም ክምልሰሎም ሕጂ ትግራዋይ እንድሕር መሊሱሎም ይዓብዱ ይዓብዱ ይዓብዱ ኣለዉ ከመይ ገይሩ ትግራዋይ ይምልሰሎም ምኽንያቱ ዘልኣለም ደሓን ንሕና ትሕትና ኣለና እንዳበለ ዓንተው ይሰምዓ ነይረ መንያ እንዳተዛረበት ይትርጀገላ ነይሩ እድሪስ ኣምፅኦ ኣብ ናቱ ላይቭ ማለት እዩ ንሮዛ ሮዛ ሳ ኣነ ዝለመድኩ ትሕትና ገይረ ዓብየ ትሕትና ኣይንፃረፍን ኢና ስለ ዝበ እወ እዚ ናይ ማንም ስነ ልቦና ናይ ትግራዋይ ስነ ልቦና እዩ ንዓቶም ግን ከም ሕምቀት ስለ ዝርእይዎ ክቕየር ኣለዎ። ማንም ትግራዋይ ድሕሪ ሕጂ እንዳተጸረፈ ትሕትና ኢሉ ኣክሰፕት ገይሩ ዝኸይድ ኣነ ብሰዓት እዚ ሕማቅ ክዛረብ ኣይደልን ብዙሕ ምበልኩ ነይረ ማለት እዩ ብዛዕባኡ ምክንያቱ መን ካብ መን በሊጹ እዩ ኩላህና ደቂ ትሽዓተ ወርሒ ኢና ማንም ካብ ማንም ኣይበልጽን እዩ ነታ ማዕቢላ ዝነበረት ትግራይ ክትፈርስ ዝደለይዋ ንባዕሎም ሃገሮም ስለ ዝፈረሰት ስለ ዝበረሰት ምንም ዘይብላ ሃገር ስለ ዝኾነት ናይ እስር ቤትን ናይ ጭቆናን ናይ ድንቁርናን ዘይተመሃሩላ ትምህርቲ ዘይብላ ኣነ እኮ ብዙሓት መናእሰይ እኮ ዝወፁ እኮ ይድውሉለይ ነይሮም እዮም ኣነ ኣልፋቤት ዝኾኑ መናእሰይ ኣለዎም ኤርትራውያን ፅሒፎም ኣንቢቦም ዘይክእሉ ኤርትራውያን መናእሰይ ኣለዎም እምበሻ ኣቦታቶምስ ምሁራት እዮም ነይሮም ቀደም እቶም ናይ ቀደም ኣብ ተፈላለየ ዓዲ ከይዱ ሕጂ ግን ማዓት ማሃይማት ኣለዎ ኣብ ትግራይ ግን ብዙሕ ተማሂሩ ብዙሕ ኣፍርዩ ብዙሕ ነገር ገይሩ እዚ እዩ ካዓ ሕርር ኣቢልዎም ዘሎ እዚ ካዓ ሓሳዳ እዩ ዋላ ሓንቲ ካሊእ ኣብሉን ድማ ከም ሓሳድ ፀላኢ ዝከፍእ የለን ናዓና ፀላእትና ሓሳዳት ስለ ዝኮኑ እዮም ካልእ ዋላ ሓንቲ ኣይኮኑን ስለዚ እዚ እዚ ፈሊጥና እዚኦም ዓቢ ዕንቅፋት ስለ ዝኾኑ ንዓና ካብቲ መንገድና ክንጸርጎም ኣለና መቃልስትና ኣይኮኑን መሓዛ ግበሮም ሰበይትኻ ግበሮም ሰብኣይ ግበሮም ድላይካ ግበሮም ምስቲ ናይ ቃልሲ ምስቲ ናይ ህዝቢ ትግራይ ግን ክተኣታተው የብሉን ክፈላለይ ክኽእል ኣለዎ ሕጂ ብዙሓት ንባዕላተን እናሰውእተን ኤርትራውያን ስለ ዝኾና ውሽጢ ውሽጢ እንዳኣተዋ ረቢ ፈዲሕወን ከማነይ ስብሓነላህ ናይ ኣግኣዝያን ክሰርሓ ገለመለሲ ብውሽጢ ውሽጢ ይሰርሓ ነይረን ንፈልጠን ሰባት ማለት እዩ ቃልሲ ህዝቢ ትግራይሲ ንናይ ኣግኣዝያን ንኤርትራውያን ከጥዕማሎም ብውሽጢ ውሽጢ እንዳሰርሓ ንኤርትራውያን ሰርሓ ነይረን ተቃሊዐን ተቀሊዐን በቃ ተኻሺ ተኸሺፈን ረቢ ልዓለሚን እንደሎን ዘይድቅስ ኩሉ ነገር ባዕሉ ዘቃልዖ ዘውፀኦ ጎይታ ሕጂሲ እሳተን ኣሰብኡተን ዝኣዘዝወን ኤርትራውያን ስለ ዝኾኑ ንኽገብራ ንህዝቢ ትግራይ ብምሉኡ ኣብ ግምት ከየእተዋ ንዓኣተን ክጥዕመን ንደቀን ክጥዕመን እሳተን ሕልፊ ተጋሩ ኮይነን ንኻልእ ሰብ ክጻረፋን ንኻልእ ሰብ እንታሽሙን ክገብራን ክውዕላ ከለዋ ስለዚስ ንሕና እታ ትግራይ ንኹላና ሓንቲ እያ ትብጽሐና እዚ ቃልሲ ድማ ንኹላና ሓደ እዩ ዝብጽሐና ማንም ንማንም ኢሉ ኣይኮነን ነታ ነብሲ እዩ ግን ኣነ ዝኣምን እቲ ትግራዋይ ባዕሉ ተዘይተኸባቢሩ ንንሕድሕዱ ማንም ሰብ ከኽብሮ ኣይኽእልን እዩ ንቀደም ንንሕድሕዱ ክደጋገፍ ኣለዎ ክከባበር ኣለዎ ምሽ ምስ ካልእ ኣሕሊፍካ ስኢካ ምልቕላቕ ኣይተሓዙለይ ኣነ ከምኡ ትግራዋይ ኣብ ሰዓት እዚ ከምዚ ዓይነት ሜንታሊቲ ወይ ኣተሓሳስባ ወይ ኣሰራርሓ ኣለዎ ኢለ ኣይኣምንን ነይረ ለብዘበን ኣብዚ ቃልሲ ግን ብጣዕሚ ገሪምኒ እዩ እቲ ሓድሽ ጀነሬሽን እንዲ ኮይኑ እንታይ ኮይኑ ወላ እንታይ ይፈልጥን ኣነ ዝፈልጥ ቆራፅ ትግራዋይ በቃ ቆራፅ ቆራፅ ሓሞተኛ ዝኾነ ፈታዊኡ ዝፈልጥ ፀላኢኡ ዝፈልጥ ምስ መን ከም ዝዛረብ ይፈልጥ ምስ መን ከም ዝኸይድ ይፈልጥ ከምዚ ትርምስምስ ትርምስምስ ከምዚ ሕጂ ንሪኦ ዘለና ግን ኣነ ኣይፈልጦን ከምኡ ኣይመስለንን ነይሩ ግን ናይ ግድን እቲ ግዜ ይቕየር እዩ፣ ዘመን ይቕየር እዩ፣ ሰብ ይቕየር እዩ። ዝገርም ኣይኮነን። ከምኡ ኮይኑ ብለኩም ሕጂ ሲ ስለዚ ኣብዚ ንሪኦ ዘለና ኣብዚ ንሪኦ ዘለና ኣብዚ ሰዓት እዚ ሲ ብጣዕሚ ዝሕዝን እዩ ምክንያቱ ህዝቢ ትግራይ እንዳሞተ ህዝቢ ትግራይ እንዳተወደአ ህዝቢ ትግራይ እንዳሃለቀ እቲ ዝፅበዮ እቲ ዝፅበዮ እቲ ካብኡ ዝፅበዮ ካብቲ ትፅበዮ ህዝቢ ወይ ድማ ናተ እዩ ዝብሎ ዝነበረ ኣብ ሰዓት እዚ ካልእ ከርኢ ከሎ ዓብ ትምህርቲ ክኾነና ኣለዎ ምክንያቱ ዘይናትካ ይናትካን እዩ ዘይሓውካ ይሓውካን እዩ ዘይፈትወካ ይፈትወካን እዩ ካብዚ ተማሂርካ ኣነ ንመፃኢ ከመይ ክንከውን ኣለና ኢልና ኢና ክንሓስብ ዘለና እምበር እዚ ሓሶት ዝኾነ ፋልሶ ዝኾነ ሪሌሽን ሓቂ ዘይብሉ ብድሕሪትካ ካልእ ብቕድሚትካ ካልእ ዝዛረበካ ሕብረተሰብ እዚ ክነትርፎ ክንክእል ኣለና ትኽክል ስለ ዘይኮነ ሓቂ ስለ ዘይኮነ ነቲ ቃልስና ከዓ ንድሕሪት የትርፎ እዩ ስለዚ ኣብ ዝኾነ ጉሩብ ኣብ ዝኾነ ዙም ይኹን ኣብ ዝኾነ ንሕና ንሰርሖ ናይ ትግራይ ናይ ህዝቢ ትግራይ ቃልሲ ንገብሮ ማንም ብጀካ ትግራዋይ ክሕወሶ ኣይግባእን እዩ ፍርቂ ፍርቂ ዝኾኑ ሰባት ንበይኖም ዋላ ፍርቂ ናይ ፍርቂ ፍርቂ ይግበሩ ኣነ ከምኡ ይመርፅ እቶም ፍርቂ ፍርቂ ኢና ንብሉ ኣለዉ እንዲዮም ፍርቂ ፍርቂ ኮይኖም ብጣዕሚ ንትግራይ ዝሓልዩ ንሕና ዘድልየና ንትግራይ ንህዝቢ ትግራይ ዝሓሊ ነቲ ተወፂዑ ዘሎ ህዝቢ ሰብ ዝሓሊ ኢና ንደሊ እምበር ምስቲ ልክስክስ ምስትን ምስትን ዝብል ኣየድልየናን እዩ ስለዚ እቲ እቲ ክዕወት እንድሕር ኮይኑ እዞም ከምዚኦም ዓይነት ኣብ መንገዲ መንገዲ ዕንቅፋት ዝኾኑኻ ንዕኦም ክትጥንቀቖም ኣለካ ርኢናዮም ብተግባር ከዓንኢ ህዝብና እንዳጠመየ ህዝብና ፈቐዶ ጎቦ ተደርብዩ ፈቀዶ ሸንጥሮ ተደርብዩ ክንደይ ነገር እንዳኾነ እሱ ናይ ባዕሉ ረብሓ ክገብር ተቃላሳይ ኢሉ ናይ ባዕሉ ረብሓ ክገብር ከቢድ ነገር እዩ ብጣዕሚ ከቢድ ነገር እዩ ብጣዕሚ ዝሕምም ነገር እዩ ክብለኩም ደልየ ጠጠው ኢላ ኣላ ምስለኒ እስኪ በዚ ክሪኣ ዶ ይኽእል ሓኬራ ኣላ ምስለን ጠጠው ኢላ ዝኾነ ኮይኑ ምናልባት ክኣቲ እየ ኣብዚ ጠጠው ከብል ኸእል እንድሕር ዘይሰሪሓ እስኪ ኣሎ መስለኒ ኣሎ ይመስለኒ ምሽ ይሰራሕ ኣለዎን እዩ እስከ እንታይ ጸሓፍኩም ክሪኦ እንጀራ ባትሪ ትውዳእ ኣላ ኦኬ Ja. እሞስ ብዙሕ ነገር ኢኻ ትመሃር ኣብ ሰዓት እዚ ብዙሕ ነገር ኢኻ ትሰምዕ ብዙሕ ነገር ትርኢ ብዙሕ ነገር ብጣዕሚ ዝገርም ያ ንእግሪ መንገድኻ ሲ ብዙሕ ኢኻ ትመሃር ክብለኩም እየ ደልየ ስለዚ ሓደ ሕብረተሰብ ከዓ ነብሱ እንድሕር ኣኽቢሩ እዩ ካልእ ሰብ ዘኽብሮ ኣነ ዝኣምን ስለዚ ንሕና ናብ ከምኡ ዓይነት መንገዲ ክንከይድ ኣለና ህዝብና ብዙሕ ሓገዝ የድልዮ እዩ ሰዓት እዚ ትሪኡ ኣለኹም ብጥሜት ብተፈላለዩ ሽግር እዩ ዘሎ ኣብ ውሽጥን ኣብ ደገን ኣብ ሱዳን ዘሎን ኩሉ ብዙሕ ሓገዛት የድልዮ ኣሎ ንዕኡ ኢና ደኣ ሓገዝ ክንገብር ዝግብኣና እምበረይ ንሕና ንዝፀገበ ንወላ ሓንቲ ዘይ ሓገዝ ዘየድልዮ ክንተሓባበር ወላ ገንዘብና ክነውፃእ ይግብኣና እዩ ዝኾነ ሕጂ ብሰዓት እዚ ወላ ቅርሺ ትኹን ወላ ኮሮና ትኹን ወላ ሓንቲ ዶላር ትኹን ንህዝብና ብጣዕሚ ኣድላይት ስለ ዝኾነት ብውሽጢ ዲና ብኢፋ ዲና ኩሉ ሓገዝ ዘድልየና ሓገዝ ዘድልዮ ነዚ ህዝብና ሓገዝ ክንልእኽ ይግብኣና ነቶም ናህና ዩቱበርስ ይኹኑ ናህና ሜድያታት ከዓ ንዕኡ ከዓ እንዳእተና ክነዕቢ ይግብኣና ኣብዘይ ቦታና ኣይንኸይድ ኣብ ንፅረፈሉ ንዋረደሉ ቦታ ኣይንኸይድ ሕጂ ኣይኮነን ኤርትራውያን ኣዋሪዶምና ንዓና ቀደ ኩሉ ግዜ ምስ ኣዋረዱና እዮም ኩሉ ግዜ ምስ ፀረፉና እዮም ዝገርም ነገር ኣይኮነን ስለዚ ንሕና ግን ኣክሰብት ኣይንግበሮ ንዓኣቶም ገዲፍና ናይ ባዕልና ስራሕ ክንገብር ኣለና ናይ ባዕልና ስራሕ ክንገብር ኣለና ምክንያቱ ብዙሕ ስራሕ እዩ ዘለና ናይ ብሓቂ ብዙሕ ስራሕ እዩ ዘለና ክነግረኩም ቆልዑት ወለዶም ዝሰኣኑ ኣለውና ደቂ ኣንስትዮ መሳኪን ተደፊረን ሳይኮሎጂ ብጣዕሚ ተወፂዐን ዘለዋ ኣለዋና ቆጺርካ ኣይውዳእን እዩ በቃ ዘሎ ሽግራትሲ ቆጺርካ ኣይውዳእን እዩ ነዚ ከኣ ንሕና ባዕልና ጠጠው ክንብለሉ ክንክእል ኣለና እየ ክብለኩም ደልየ ጠጠው ትብል ኣላ እንተ ከም ዝኾነት ኣይፈልጥን ስለዚ ብዙሕ እዩ ዝበሃል ዘሎ በቲ ናይ ዓለምና ንሪኦ ዘለና ድማ እግድ ወሪድዎም ናይ መገሻ ናይ ቪዛ እግድ ገንዘብ ተኸልኪላ ኢትዮጵያ ብዙሕ ነገር እዩ ስለዚ ሲ ኣብዚ ሽዱሽተ ወርሒ ተሰሪሑ ዘሎ ትግራዋይ እውን ብጣዕሚ ክሕበን ይግብኦ ኣብ ዲያስፖራ ዘሎ ይኹን ወላ ውሽጢ ዘሎ ወላ ቲዲኤፍ ንባዕሎም ሓያል ቃልሲ ስለዝገበሩ እዞም ኩሎም መናእሰይ ስሪኦም ኣርእዮም ጅግንነቶም ኣርእዮም ከም ዝበልኩኹም ከዓ ንኤ ሕወሓት ኣይኮነትን ጥራይ ትቃለስ ዘላ ሕጂ ህዝቢ ትግራይ እዩ ወላ ብመሪሕነት ሕወሓት ትኹን እምበር ብምሉእ ህዝቢ ትግራይ ዝቃለስ ስለ ዘሎ ንሕና ነዚ ቃልሲ እዚ ማንም መጺኡ ኣብ መንጎና ኣትዩ ሓው መሲሉ ወላ ዓርኪ መሲሉ ወላ መሓዛ መሲሉ ነንሕድሕድና ንኸባላዐና ካብቲ ስራሕና ገዲፍና ፎኩስ ናብ ካልእ ክንገብር ዝገብረና ዘለው ዘለው ኣካላት ካብ ቀደሞምን ጽቡቕ ተመንዮምልና ኣይፈልጡን ሕጂ እውን ንመጻእውን ጽቡቕ ዝምነዩልና ሰባት ኣይኮኑን። ፍጹም ኣይንዓሹ። ይኣኽለና ናይ ዝሓለፈ ታሪኽን ናይ ዝሓለፈ ግዜን ይኣክል። ሕጂሲ ኩሉኹም ክትደጋገፉ ነንሕድሕድኩም ዝግበኣኩም እምበረይ ትግራዋይ ንትግራዋይ ክወቅዕ እንዳወዓለ በቲ በቶም ባንዳታት ይኣኽለና ሃገሮም ዝሸጡ ንነብሶም ዝሸጡ ብውሽጥን ብደገን ዘለው እንደገና ከኣ ኣብ ሾሻል ሜድያ ወጺኹም ከኣ እቲ ትግራዋይና ንሕድሕዱ ከይደጋገፍ ከኣ ምስካ ምስዞም ዘይረብሑ ሰባት ኮይኑ ከኣ ምስኣቶም ሆ ክብል እንከሎ ትግራይ ትዕወት ትግራይ ትስዕር እንዳበሉ ቃልሲ ብፀርፍን ብስዕስዒትን ኣይኮነን ዝስዓር ዝስዕር ንሳቶም እቶም ኣብ ኒዮ ዘለው ወላ እኳ እንተተዘናገዑ ተሰሳዕስዑስ ንዕኦም የምልክዐሎም እዩ እቲ ካልእ ግን ዘሎ ሕጂ ንሕና እዋን ስዕስዒት ኣይኮናን ዘለና እዋን ጸርፊ ኣይኮናን ዘለና እዋን ቃልሲ ሓገዝ ዘድሊ እዩ ኣይትሳዕስዑ ማለት ኣይኮንኩን ከምኡ ክብል ከለኹ ግን ኣየና እቲ ቀንዲ ቃልሲ ግን ክፈልጥ ኣለዎ እዚ ሓደ ካብቲ ዕንቅፋታት ዝሪኦ ማለት እዩ እቲ ነንሕድሕድ ከኸኣነ ስቲል ስቲል እቲ የዋህነት ናይ ትግራዋይ ከዓ እምበር ኣነ ብጣዕሚ ዝገርመኒ ስቲል ስጋብ ሕጂ ሲ እዚ ኩሉ እንዳ ቀተልዎ እንዳ ሓረድዎ ሲ ስቲል የዋህ ክኸውን ይደሊ ንመን ኢልካ ኢኻ የዋህ ትኸውን መን እዩ ኖበል ፕራይስ ክበካ ንዓኻ ስኻ የዋህ ስለ ዝኾንካ ትግራዋይ ንዓ ኖበል ፕራይስ ዝብለካ እኮ ዝወስደካ ዝበካ የለን የጥፍኦ ኣሎ ደቅኻ የጥፍኦ ኣለዉ ኣሕዋትካ ይድፈራ ኣለዋ እንታይ እዮም ክገብሩልካ ካብኡ ንላዕሊ ንባዕሎም ከዓ ይስዕስዑ ኣለዉ ናፅነቶም የኽብሩ ኣለዉ ይትርጀጉ ኣለዉ ከማነ ክንደይ ይትርጀጉ ኣነ ሰሚዐዮም ነዚኣ ተቐቢሮማ ዘለዋ ሃገር ሓንቲ ሪኦማ ዘይፈልጡ ሃገር ብዙሓት ከማነ ሃገር ኣላትና ኢሎም ንትግራዋይ ክሕጭጭሉ ይውዕሉ ኣለዉ ትግራዋይ እኮ ቅድሚ ኩሉ ሃገሩ ንክሕዝ ዝተቃለሰ ሰብ እዩ ንዓኣቶም ከማናይ ናጽነቶም ንክወስዱ ግደ ዝነበሮ እኮ እዩ ትግራዋይ። ሚእትን ገለን ሚልዮን ከዓ ገዚኡ ዝኸይድ ዝነበረ ስብእነት ዘለዎ ትግራዋይ እዩ። ስለዚ ሕጂ ከምዚ ስለ ዝኾነ ወዲቑ ማለት ኣይኮነን ትግራዋይ። ሳቶም ግን በቃ ከምኡ ኢሎም ዘለኣለም በቃ ትግራዋይ ሰብዓ ዓመት ክንመልሰኩም ኢና ንድሕሪ ሰማንያ ዓመት ንድሕሪት ክንመልሰኩም ኢና እዚኦም ሕማቕ ትምኒቶም ኸማን ሕማቕ እዚኣቶም ንባዕሎም ክድቆሱ እዮም እንደገና እቶም ከምኡ ዝምነዩ ሰባት ክትርእዩ ኢኹም። ንባዕሎም እንታይ ከም ዝበጽሖም ክትርእዩ ኢኹም። ምኽንያቱ ሰብ ጽቡቕ ዝምነ ጽቡቕ እዩ ዝረክብ። ሕማቕ ዝምነ ንኻልእ ከኣ ሕማቕ ይረክብ። ጽቡቕን ረኺቦም ኣይፈልጡን እዮም ንባዕሎም። ናጽነት ሪኦም ኣይፈልጡን እዮም። ኣሳሰን ያኒ ንሕናስ ሃገርና እኳ በቲ ዘምጽዎ ጅግንነት ሲ ሰላሳ ዓመት ሰላም ረኺቡስ ትግራይ ኣማዕቢሉስ ኢትዮጵያ ብምልኡ ኣማዕቢሉስ ኣበይ በጺሑስ ክንደይ ሰብ ኣምሂሩ ኣንቂሑ ብዙሕ ነገር እዩ ሰሪሑ በቃ ብዙሕ ነገር ገበሬታት ሚልዮኔር ስጋብ ዝኾኑ ዝገበረ እዩ ትግራዋይ ዓዲ ዘፅረየ ርስሓት ዘፅረየ ፀፈት ዘምሃረ ብዙሕ ነገር ዝገበረ እዩ ስለዚ ከምዚ ዓይነት ሰብ ከዓ ፈፂሙ ወዲቑ ኣይወድቕን እዩ ኣይወድቕን እዩ ምክንያቱ እንደገና ክትስእ ከም ዝኽእል ይፈልጥ እዩ ሕጂ ግን ክንትስእ ከለና ግን ከምቲ ዝነበርናዮ ዓይነት ኮይንና ክንትስእ የብልና ለዋሃት ጥዑማት ኩሉ ሓውካ ኩሉ መሓዛኻ ኩሉ ናትካ ኖ ኖ ኖ ኖ ከምኡ ዝበሃል ነገር የለን ሕግን ደንብን ኣቐሚጥካ መን እዩ ናትካ መን እዩ ዘይናትካ ፈሊጥካ ብሕጊ ኢኻ ትቀራረብ ኣብ ኩሉ ዓለም ብሕጊ እዩ ኣነ ጎረቤተይ እተው ተይሉኒ እየ ገዝኡ ዝኣቱ እምበር ኣይኣትውን እየ ኣነ ከዓ እቶ ተይለዮ እየ ዝኣቱ ገዛይ እምበር ስቑኢሉ ኳሕኲሑ መፂ ኣይኣቱን እዩ ደፊሩ ሕጊ እዩ በቃ ንሕና እዚ ባህሊ ልምዲ ፅቡቕ ዝነበረና ምስ ፅቡቕ ዝደሊ እዩ ሙሽ ምስ ሓሳድ ጎረቤት ሙሽ ምስ ኩሉ ግዜ ናትካ ሕማቕ ዝምነየልካ ኣይከይድን እዩ ምስኡ ብሕጊ ጌርካ ኢኻ ትቐርቦ ተጠንቂካ እንዲም ክንደይ ዱዓ እንዳገበርካ ካብቲ ዓይኑ ረቢ የድሕነና እንዳበልካ እምበር ስቕ ኢልካ እንድሕር ምስኡ ተጓዒዝካ ኣብ ሕማቕ ከም ዘብፅሐካሲ ፍሉጥ እዩ እንታይ ኣለኩም ሓሳዳት ናብ ዝተኣቱ እንታይ ኣለካ ተኣቱ እዚ ስለዚ ናትናን ዘይናትናን ክፈልጥ ኣለና ኣንቱም ኣሕዋቲና ኣሕዋቲና ኢልኩም ትዝምሩ ዝነበርኩ ድማ ርኢናኩም ርኢናኩም እንኳዕ እኳ ኣብቲ ርእስኹም ኳሕ ምስ በለ ሕጂ ተረዳእኩም እምበር እዚኣቶምሲ ዘበት ዘበት ንትግራዋይ ፅቡቅ ክምነዩ ኢሉሲ ዘበት ከምዚ ሸይጣን መልኣክ ክኸውን ኢልካ ትፅበዮ ከምኡ እዩ በቃ ምክንያቱ ብታሪክ ተራእዮ እዩ ብተግባር ተራእዮ እዩ ሕጂ ትብል ነራ መን እያ እታ ናይ ኖርወይ ከማነይ እ ወላ ልዓዚ ገሪምኒ እኳ እዩ ነቶም ጁንታ ነቶም ተጋሩ ከድኩም ከም ኣሕዋቶም መሲልኩም እሞ ንኢ ድሓን ታእሽሙ ግበርዎም ንሕና ንንሕድሕድና ግን ደግፍቲ ተቃወምቲ ግን ኣሕዋት ኢና ማንም ዝፈላለየና የለን ንዕኦም ግን ከድኩም ድሓን ከምኡ ጌርኩም ኣዕሽዎም ኢላ ትዛረብ ነይራ ማዕረ ከምዚኦም ብግልፂ ከይዶም ዝዛረቡ ዘለዉ ስለዚ ነዚ ከምዚ ዓይነት ህዝቢ ነዛ ከምዚ ዓይነት ንዓኻ ሕማቕ ዝምነየልካ ህዝቢ ጸግዕኻ ሒዝካ ናይ ባዕልኻ ትገብር እሱ ከዓ ናይ ባዕሉ ይገብር ብዘይ ሕማቕ ምዝራብ ወላ ብዘይ ምፅራፍ ኣየድልየካ ወላ ገለ የድልየካ እቶም ዝኳሽሑ ዘለዉ ብስሪኦም የርእዎም ኣለዉ መፂኦም ክጋደሉ ክዋግእዎም እኮ ኣይገደፍዎምን ፍቐዱ ትግራይ ጎቦተት ትግራይ ሬሶኦም ምል እዩ ስለዚ ኣይገደፍዎምን እዮም ክቐተል ዝመፀ ክቐትል ዝመፀ ይቐተል ካልእ ዋላ ሓንቲ የብሉን ስለዚ እሳተን ግን ኣብ ሬሳ ደቀን ዝስዕስዓ ህዝቢ ስለ ዝኾና ዝገርም ኣይኮነን ሕጂ ሓድሽ ነገር ኣይኮነን ንሕና ግን ንዓና ግን ስጋብ ኩሉ ግዜ ስጋብ መዓሲና ክንታለል ክንታለል የብልናን እዚ ሓደ ካብቲ ዓብዪ ዕንቅፋት ነቲ ቃልስና ስለ ዝኾነ ንጠንቀቐሉ ነቲ ካልእ ሰብ ከምኡ ዝብል እውን ኣይንድሃሎ ኣነ ንትግራዋይ ለይኮንኩ ንሓደይ ክይኮንኩ ንሓደይ ለይኮንኩን ኣነ መትከለይ እምነተይ ስጋብ ዝኣመንኩሉ ክብሃል ኣለዎ ኢለ ስጋብ ዝኣመንኩሉ ክዛረብ እየ ይፍተወኒ ሰብ ይፅላኣኒ ናቱ ጉዳይ እዩ ንዓይ ጠፈትዩ ፀሊኡ ዝምለእለይ ነገር የብለይን እዚ ግን ንመፃኢ ትውልዲ ትግራይ ክንጥንቀቐሉ ዘለና እዩ ምክንያቱ ኩሉ ግዜ ዘለኣለም ትግራዋይ እንዳተዓሸወ እንዳተበለዐ እንዳተዋግአ እንዳሞተ ብተፈላለየ ምክንያታት ማለት እዩ ብናይ ባዕሉ ብናይ ካልኦት ብናይ ገለ ስለ ዝኾነ ሕጂ ኣነ ኩሉ ግዜ ሰላም ይምጻእ እቲ ሃገር እምበር እቶም ሓላፍነት ዝነበሮም ሰባት እተው ከም ድላይኩም ሃገርኩም ኢሎም ዝኸፈቱሎም ጸላእቲ ዘብልዕዎ ህዝቢ ትግራይ ኣነ ንዖም ዓብ ሕቶ ኣለኒ እዩ ሽዑ መዓልቲ ሽዑ ግዜ ክበጽሕ እንከሎ ግን ክሓትት እየ ከም ስርዓት መን ሓላፍነት ክወስዶ ናይዚ ሽግር እዚ ስለዚ ኣብ ግዚኡ ክበሃል ዘለዎ ብግዚኡ ክበሃል እዩ ኣብ ሰዓት እዚ ግን ንዓና ህዝብና ይቐርበና ዓድና ንዓና ትቐርበና ንሕና ነንሕድሕድና ስምረትና ክጸናዕ ኣለዎ ኣፈላላይና ክጸብብ ኣለዎ ንካልእ ሰብ ዕድል ክትብ የብልካ ምክንያቱ ሳቶም መልሓስ ኣጥዒሞም ኣሕዋትኩም መሲሎም እዮም ኣብ ጉሌኹም ኣትዮም ዝሓባርኹ ዘለዉ ከም ደርሆ ኣብ መዓንጣ ኣትዮም እዮም ዝሓባርኹ ዘለዉ እዚኦም ተዘይ ተዓዚብኩሞም ተዘይ ተማሂርኩምሎም ሕጂ ብሰዓት እዚ ጋና ኣብ ካልእ ፍልስልስ ከብፅሕዎ እዮም ንሰብ ምክንያቱ ከምኡ እዩ ትምኒቶም በቃ ትግራዋይ ፅቡቕ ንክኸውን ኣይ ፅቡቕ ዝምነዩሉ ኣይኮኑን ሓድነት ክገብር ኩሉ እዩ ዘቕንኦም ሓድነትና ኣቕኒእዎም እቲ ሽግርና ኣቕኒእዎም ኩሉ ነገር ኣቕኒእዎም ስብሓንላ ኣነ ብጣዕሚ እዩ ዝገርመኒ ስለዚ እሳቶም ክፉእ ገበርቲ ስለ ዝኾኑ ንሕና ሓንቲ ዘሕፍር የብልናን ዘሕፍር የብልናን ህዝብና ልክዕ ተወፂዑ ህዝብና ይመውት ኣሎ ዓለም ሙሉእ ግን ንዓና ሓቂ ስለ ዘለና ከኣ ኣብ ጎንና ኮይኑ እዩ ንሳቶም ንባዕሎም ወላ መንግስቶም ወላ ገለ መጠረሽትኡ ግዜ ዝበጽሕሉ እዮም ኤርትራ ከኣ እንታይ ክትከውን ከም ምዃና ንመጻኢ ረቢ እዩ ዋና ክንርኢና እንታይ ከም ትኸውን ስለዚ እዚኣ ሓንቲ ሕማም ናይ ትግራይ ስለ ዝኾነት ዕንቅፋት ናይ ትግራይ እያ ሰላሳ ዓመት ካብ ኤርትራ ስለ ተዓጸወት እያ ትግራይ ማዕቢላ ክነግረኩም ካብ ካብ ኤርትራ ስለ ተፈለየት እያ ማዕቢላ ነይራ ምክንያቱ ቀደም ቀደም ኣብ ግዜ ወለድና ቅድሚኡ ኩሉ ግዜ ካብ ትግራይ ወጽዮም ስ- ስደት ዝበጽሕዎ ከምኡ ስለ ዘይገበሩ ካብ መጀመርታ እዩ እምበር ኣብኡ ተዓጽዮም ሃገሮም እ፣ ከማዕብሉ ዕድል ተዝረኽቡ ነይሮም ካልእ ምበጽሑ ነይሮም ምክንያቱ ትግራዋይ ሰራሕተኛ እዩ እ፣ ብዙሕ ነገር ክገብር ይኽእል እዩ ምዕቡል እዩ ክመሃር ይኽእል እዩ ግን ንትግራይ ካብ ቀደም ጀሚሮም ንኸይመሃር ንኸይምዕብል ካብ ወላ በምሓራ ጸላኢ ኣነ እኳ ዝገርመኒ ጸላኢ ኣምሓራን ናይ ኤርትራን ጸላኢ ትፈላልዩ ጸላኢ ጸላኢ እዩ ኩሎም ሓደ እዮም ንዓይ ኩሎም ሓደ እዮም ጸላእቲ እቲኦም እውን ጸላእትና እዮም እቲኦም እውን ጸላእትና እዮም እምበሽ ናይቲኦም ቋንቋና ዝዛረቡ ጸላእትና ናቶም ከማን ይኸፍእ ግን ቋንቋ ስለ ዝዛረብካ ክትሰማማዕ ማለት ኣይኮነን ናይ ግድን ኣይኮነን ስለዚ ንሕና ኣብዚ ደረጃ እዚ ኢና በጺሕና ዘለና ብጣዕሚ ጽቡቕ እዩ ዝኸይድ ዘሎ ንምንታይ ትግራዋይ እውን ብዙሕ ክዛረብ ጀሚሩ እዩ ሕጂ ከም ቀደም ኣይኮነን ዝቕበሎ ኣክሰብቲ ዝገብሮ ኣይኮነን ሕማቕ እንዳሰምዐ ሱቕ ኢሉ ዝኸይድ ኣይኮነን እንዳተፀረፈ ሕማቕ መዓት መናእሰይ ኣብዚ ቲክቶክ ዘለዋ ኣብ ገለ ተጋሩ ጀጋኑ ኑፋዓት ክምልስ ኣለዎም በቃ ይምልስ ኣሎ ይዛረብ ኣሎ ብጣዕሚ ኣነ ዝሕጎስ ንምንታይ እንዳተጸረፍካ እንዳተወረድካ ናይ ምንቲ ምንታይ ኢኻ ኣክሰፕት ጌርካዮ ሱቕ ትብል ንምንታይ መን መን ካብ መን በሊጹ እዩ ስለዚ ቀጽላሉ ኣብቲ ኩሉ ኣብ ኩሉ ሜዳያት ቃልሲ ዘለኽን ብግጥሚ ትኣትዋ ብዘረባ ትኣትዋ ትምልሳሎም ተስምዖኦም ብጣዕሚ ጽቡቅ እየ ዝብል ኩሉ ከከም ኣሰራርሕኡ ክኸይድ ኣለዎ ምክንያቱ ንሕና ናይ ህዝቢ ሳይኮሎጂ ወፅዓ ሕሊፍ እዩ ትግራዋይ በቃ ይኣኽሎ ካብኡ ንላዕሊ ሕጂ ሕጂ ሕጂ ከይተረፈሲ ክንደይ ዝትርጀግ ነይሩ ዓንቶ ይሰምዖ ነይረ እዚ በዓል መቦከርያ ጠንቋላይ ድዩ ወላ እንታይ ወላ ቡን ድዩ ዝሰቲ ኣይፈልጥን መወከርያ ገይሩ ከፊሉ ተጋሩ ክፀርፍ ኣብቲ ናሃቱ ታእሽሙ እዩ ዝውዕል ስለዚ እሱ እንተገበረ ሓቁ እዩ ሻዕቢያ ስለዝኾነ ናይ መንግስቱን ናይ ሃገሩን ይገብር ኣሎ እቶም እቶም ናህና እዮም ዝገዱ እምበረይ ናሃቶም ፀርፊ እንዳሰማዕኻሲ ሕጂ እውን ሓገዝ ተድልዩና ክንሕግዞም ናይ ምንታይ ኢኻ ትሕግዞም ሓገዝ ዘድልዮም እንታይ ሓገዝ ካባኻ የድልዮም እንታይ ሓገዝ ዘድልዮም ካባኻ ናትካ ክፋእ ዝደሊ ሰብ ከድካ ትሕግዞ ተእተወካ ጽግዕኻ ዘይትሕዝ ባዕሉ ተደልዩ ሓግዝ ነብሱ ወላ ፊስቲን ደሃየ ኸይተ ተእተወካ ንዓኻ ዝምልከተካ ኣይኮነን ስለዚ እቲ ትግራዋይናሲ ብጣዕሚ እቲ የዋህነት ብጣዕሚ ወፂዕዎ እዩ ሕጂ እውን ዓብ ዕንቅፋት ኮይንዎ ዘሎ ንሱ እየ ዝብል ክፉእ ክትከውን ማለት ኣይኮንኩን ኣነ ዝምዕድ ዘለኹ ወይ ድማ ዝመክር ዘለኹ ትጎራሕ ኣለካ ታይ ይብሉ ክምስሉ ከሉ ምስለኩም ሓርስ ወላ ትኸውን ተጠንቀቅ እዚ ጋና ከይበፅሐ እንከሎ ንኣብነት ገንዘብ ኣብ ዝኾነ ቦታ ገዲፍካዮ ተኸድካ ኣብቲ ገዛ ዘሎ ከልዕሎ ክእል እዩ ጥቀመሉ ክእል ወይ ካልእ ሰብ ክሰርቆ ክእል ንኩሉ ሰብ ክጥርጥር ኢኻ ስለዚ ከይጠርጠርካ ናብኡ ከይበጻሕካ ከለኻ እቲ ገንዘብካ ኣብ ጽቡቕ ቦታ ተቐምጦ። ኣብ እስልምና ከማን ከምኡ እዩ ዝብል። ገንዘብ ተሰሪቑ ክበሃል እንከሎ ኣበይ ኣቐሚጥካዮ ነርካ ኢኻ ትሕተት። ኣብ ዝኾነ ቦታ እንድሕር ኣቢልካዮ ደኣ እንታይ ደኣ ናትካ ጌጋ እያ። ገንዘብ ንስርቂ ይዕድም ኣሎ ማለት ኣይኮነን። እንታይ ደኣ ሓደ ካብቲ ግዴታኻ ኣብቲ ዝቕመጥ ዝግባእ ክተቕምጦ ከም ዘለካ ብለካ ምክንያቱ ንካልእ ሰብ ሲ ንክትሰርቕ ዕድል ትቦ ኣለኻ እስኻ ተኻፋላይ ትኸውን ኣለኻ ማለት እዩ ስለዚ ሕጂ ከዓ ከምኡ ስለ ዝኾነ ንሕና ድማ ንካልእ ሰብ ንዓና ንክፀርፈናን ንከዋርደናን ዕድል ባዕልና ክንህብ የብልናን ነቲ ከምኡ ዝኾነ ከዓ ንዕኡ ገዲፍና በቲ ናይ ባዕልና ዘለና ቃልሲ ምስቲ መቃልስትና ኮይንና ክንሰርሕ ኣለና ስጋብ ህዝብና ኣብቲ ዝግብኦ ደረጃ ቦታ ስጋብ ዝበጽሕ ከምኣ ኢሉ ዝነብር የለን ክሓልፍ እዩ እዚ ቃልሲ እዚ ነዊሕ ክኸውን ይኽእል ሓፂር ክኸውን ይኽእል እዩ ተጀሚሩ ኣሎ ስጋብ መጠረሽታ ግን ከብፅሖ ክንብፅሖ እንድሕር ኮይና ግን ኩላትና ሰጢምና ክንቅፅል ኣለና ክንሰርሕ ኣለና ክብለኩም ደልየ ካብዚ ስጋብ ካልእ መደብ ኣትየ ዝኣቱ ኣርባዓ ደቂቃ ተዛሪብና ኣለና የቕንየለይ ኣጆኹም በርትዑ ብዙሕ ካልእ ዕንቅፋታት እውን ኣሎ እዩ ክነልዕሎ ኢና ሓደ ካብዚ ሎማዓንቲ ተዛረብክዎ ዝታት እዩ እቲ መንእሰይ ብሕልፊ ንመንእሰይ ክላወብ ዝደሊ ኣይተዓሸው ነንሕሕድኩም ብዙሕ ነገር ክትገብሩ ትኽእሉ ኢኹም እቲ መንእሰይ ትግራዋይ እታ ጓል ኣንስተይቲ እቲ ወዲ ተባዕታይ ተራኺቡ ብዙሕ ነገር ክሰርሕ ይኽእል እዩ ናይ መጻኢ ዕድሉን ህይወቱን ናብርኡን ንቀጻሊኡ እውን ብዙሕ ነገር ክገብር ይኽእል እዩ ክንዛረበሉ ኢና ብውሽጢ ተራኺብና እውን ብዙሕ ነገር ክንሰርሕ ኢና ብሓደ ክብለኩም ደሊ የቐንየለይ ቀፅሉሉ ኣጆኹም በቲ ዓወታት ዘሎ ብዙሕ እንዳተሓጎስና እቲ ዘሎ ፀገማት ከዓ ከይረሳዕና ንዕኡ ከኣ ከመይ ጌርና ክንሕግዝ ኩላትና በብኸእለትና ተኻፈልቲ ክንከውን ኣለና ናይቲ ሓገዝ ብዙሕ ነገር ይግበር እዩ ሕጂ ብቤተሰብ ጌርካ ከማን ናብ ብዙሕ ነተብጽሕ ትኽእል ኢኻ መዓት መንገድታት ኣሎ እዩ ሕጂ ኣልሓምዱሊላህ ብዙሕ ዝስራሕ ኣሎ እዩ እዚኦም ትግራይ ብደቃ ዝብሉ ርኢኹም ብዙሕ ነገር ሓገዛት የብፅሑ ኣለዉ ብጣዕሚ ኢኻ ትሕጎስ ከምኡታት ክትርኢ ከለኻ ስለዚ ክንዕወት ኢና ትግራይ ትዕወት ዘይሓልፍ ሽግር የለን ኣጆኹም ክብለኩም ደልየ በርትዑ ንንሕድሕድና ንዳጋገፍ ጸላእትና ንፍለጥ ክብለኩም ደልየ እዚኦም መላኸዕቲ ሓሰውቲ መልሓሰም ኣጥዒሞም ኣሕዋት እንዲና ኣሕዋት እንዲና ብሃይማኖት ኣሕዋት ይብልኹም ብገለ ኣሕዋት ይብልኹም ሓሰውቲ እዮም ኣይትእመንዎም ኣይትእመኑ ፍጹም ኣይትእመኑ ኣብ ሰዓት እዚ ማንም ክትኣምኑ የብልኩምን ኣረጋጊጽኩም መን እዩ እንታይ እዩ ዝገብር ኢኹም ክትሰርሑ ዘለኩም እምበር ምስ ማንም ስቕ ኢሉ መልሓሱ ዘጥዓመልኩም ሙናፊቂን እዚኦም ሙናፊቂን ተጠንቀቑ ካብኣቶም ንሶም እዮም ተም ሓደገኛታት ፀላኢ ፀላኢ እዩ ኣነ ኣግሂዱ ፀልአኒ እየ ዝፈቱ ካብ መሓዛ መሲሉ ሓው መሲሉ ወላ ፈታዊ መሲሉ ብውሽጢ ውሽጢ እንታይ ሽሙ ዝገብረልካ ቀንዲ ፀላኢ ምዃኑ እዩ ፅቡቕ ምክንያቱ ንፀላኢኻ ትዕጠቐሉ ኢኻ ንፈታዊኻ ግን ኣብ ጉሌኻ እቲኻ ነቲ ቃልስኻ እውን ስለ ዘፍርሰልካ ክንጥንቀቕ ኣለና የቕኔለይ ባረከላ ፊኩም ዱዓ ንግበር ትጾሙ ዘለኹም ረቢ በቲ ጾምን በቲ ዱዓን ኩላትና ረቢ ሰላምን ቅሳነትን ንህዝብና ረቢ የምጽኣሉ